ብስም ኣቦን ወድን መንፈስ ቅዱስን ሓደ ኣምላኽ ኣሜን። ክቡራት ተዓዘብትና ሎማዓልቲ መቐጸልታ ናይቲ ዝሓለፈ ብዛዕባ ራእይ ዮውሃንስ ሒዝና መጺና ኣለና። ሰናይ ምክትታል። እዚ ነተን ኣብያተ ክርስትያናት ዝተጻሕፈ መልእኽቲ ንቤተ ክርስትያን ኣብ ዝኾነ መዋእል ዝምልከት እዩ። ኣመንቲ ከኣ ዝምልከቶም ምዃኑ ፈሊጦም ካብ ግዜ ናብ ግዜ ክጥንቀቑ ይግባእ እምበኣር ብሕጽር ዝበለ ነፍሲ ወከፍ ቤተ ክርስቲያን ዝነበራ ጉድለትን ብኸመይ ትፍውሶን ንዕዉታት ዝወሃብ ዓስብን ክንርኢ ኢና። ስም ቤተ ክርስቲያን ኤፌሶን። ዝነበራ ጉድለት ምጉዳል ፍቕሪ ፈውሱ ብንስሓ ምምላስ ዓስቢ ኦም ሕይወት ምብላዕ ቤተ ክርስቲያን ሰሚርናን ዝነበራ ጉድለት ጸበባ ስቓይ ፈውሱ ምጽናዕ ዓቕሊ ምግባር ዓስቡ ኣኽሊል ሕይወት ቤተ ክርስቲያን ጴርጋሞስ ዝነበራ ጉድለት ምንፍቕና ውሽጢ ቤተ ክርስቲያን ፈውሱ ቅዱስ ትምህርቲ ምሃብን ቅዱስ ጽምብላት ምዝውታርን ዓስቡ ሕቡእ ማና ምብላዕ ቤተ ክርስቲያን ትያትራ ዝነበራ ጉድለት ርኹስ ፍትወት ፈውሱ ካብ ርኹስ ፍትወት ምእላይ ዓስቢ ብበትሪ ሓጺን ምጉሳይ እዚ ማለት ጎይታ ነቲ መራሕ ቤተ ክርስቲያን ነቲ ኣብ ትሕቲ ኣብ ትሕቲ ምሕዳሩ ዘሎ ሽግራት ምእንቲ ክፈትሕ ዝህቦ ጸጋ እዩ ማለት እዩ። ቤተ ክርስቲያን ሳርዴስ ዝነበራ ጸገም ግብዝ ትዕቢት ፈውሱ ከኣ ሰማያዊ ሓሳብ ምሕሳብ፣ ተዋሂብካ ዘሎ ስልጣን ወይ ተዋሂብካ ዘሎ ኣገልግሎት ናይ እግዚኣብሔር ምዃኑ ምስትውዓል። ዓስቢ፣ ጻዕዳ ልብሲ፣ ከምኡውን ኣብ መዝገብ ህይወት ምጽሓፍ። ቤተ ክርስቲያን ፍላደልፊያ ዝነበራ ጉድለት ትህኪት ኣብ ስራሕ፣ ፈውሲ ከኣ ዕዮኻ ምፍላጥ ኣምላኻዊ ኣገልግሎት ምዃኑ ፈሊጥካ ብግቡእ ምስራሕ እዩ። ዓስቡ ዓንዲ ኣብ ቤት መቕደስ እግዚኣብሄር ምዃን፣ ኩሉ ግዜ ኣብ ቤት መቕደስ እግዚኣብሄር ምህላው ማለት እዩ። ቤተ ክርስቲያን ሎዶቅያ ዝነበራ ጉድለት ድኻም ኣብ እምነት፣ ፈውሱ ኸኣ ምዕጋስ፣ ብተስፋ ምጽባይ ምጽናዕ፣ ዓስቢ ኣብ ዝፋን ኣምላኽ ምቕማጥ። ቀጺልና እንርእዮ ናይ ነፍሲ ወከፍ ቤተ ክርስቲያን ዝነበሩ መራሕትን ከምኡውን ምስኡ ዝተኣሳሰር ምግላጽ ዘድልዮም ሓሳብን እዩ። ናይ ቤተ ክርስቲያን ኤፌሶን ዝነበረ መራሒ ቅዱስ ጢሞቴዎስ እዩ። ኣብዚ ሓሳብ እንታይ ንሪኦ ኣሎ? ግብሪ ኒቆላውያን ዝብል ሓሳብ ተጻሒፉ ኣሎ። እንታዎት እዮም እዞም ኒቆላውያን? እንታይ ዝመሰለ ግብሪ እዩ? ዝብል እውን ንእግረ መንገድና ንሪኦ። ኒቆላስ ሓደ ካብቶም ዲያቆናት ኣብ ግብሪ ሃዋርያት ምዕራፍ ሽዱሽተ ፍቕዲ ሓሙሽተ ዘለዉ እዩ። እዞም ኒቆላውያን ገደብ ዘይብሉ ስጋዊ ስምዒት ዝተመልኡ፣ ንዝሙትን ንጣዖትን ዝተሰውእን፣ ከምኡውን ንኸምዚ ዝኣመሰለ ዝወሃብ ትምህርቲ ዝንቡዕ ዝኾነ ካብቲ ሓቀኛ ናይ ቤተ ክርስቲያን እምነት ወጻኢ ይምህሩ ነይሮም። መናፍቓን ምንባሮም ከኣ ይንገር። ናይ ስሚርናን ቤተ ክርስቲያን ዝነበረ መራሒ ቅዱስ ፖሊካርፕ ሓደ ኣቦ ግን ፊልቫርዮስ እዩ ዝበሃል ነይሩ ይብል። ኣብ ሰሚርናን ዝነበረ ጸገም እንተላይ ሃብቲ ናይቶም ኣመንቲ ስለ ዝተሃገረ ናይ ድኽነት ጸገም ውን ነይሩ። ናይ ጴርጋሞስ መራሕ ቤተ ክርስቲያን ዝነበረ ኸኣ ቅዱስ ክርዮስ እዩ። ሓው ብምንዳድ ሰማእትነት ኮይኑ። ካልእ ኣብዚ ንርእዮ። ነቲ ዝተዓወተ ጻዕዳ እምኒ ክህቦ'የ ዝብል ኣሎ። እቲ ጻዕዳ እምኒ እንታይ እዩ ዝኾነ እዩ? ጻዕዳ እምኒ ብለይቲ ልክዕ ከም ቀትሪ ዝረኣ ዘብርህ እዩ። ነቲ ዝተሰገወ ቃል ኣምላኽ ማለት እዩ ጎይታ ንዑ ዝውክል እዩ። ስለዚ ጻዕዳ እምኒ ክበሃል ከሎ፣ ንኢየሱስ ክርስቶስ ዝውክል ምኻኑ። ናይ ትያትራ መራሒ ቤተ ክርስቲያን ዝነበረ ቅዱስ ኢራንዮስ እዩ። ኣብዚ ኢዛቤል ኢሉ ዝጽውዓ ሰበይቲ ኣላ። እዛ ሰበይቲ እዚኣ ሰበይቱ ከም ዝነበረት እዩ ዝግለጽ። ኣማኒት እንዳመሰለት ኣምልኾ ጣዖት ነይርዋ ይብሉ። ትምህርቲ ምንፍቕና ከኣ ትምህር ነይራ። ሓደ ኣቦ ከኣ ኢዛቤል መወከሊ ናይተን ንመናፍቕ ዝነበረ ቫንቲኖ ዝበሃል ዝስዕባ ዝነበራ ኣንስቲ ከም በዓል ፐርስላ፣ ማክሲሜላ ከምኡውን ካንቲላ ዝበሃላ እዩ ይብል። ንሎማዓልቲ ዝነበረና መደብ እዚ ዝመስል እዩ። ጸጋ እግዝኣብሄር ምሳኹም ይኹን። ሸር ሳብስክራይብ ኣብ ምግባር ኣይትሕመቑ።